ክርስቶስ ብመንፈስ ሞይቱ ይብሉ ኣብ መስቀል ኣብ ሲኦል ኣብ ኢድ ኣጋንንቲ ወዲቑ ዝብሉ ወረ ኣለዉ ዓመፅቲ ደቂ መርገም ክርስቶስ ስለ ብሰለስትኡ እዩ ሞይቱ ብመንፈስ ብነብሲ ብስጋ የሱስ ብሰለስትኡ ብመንፈስ ብነብሲ ብስጋ ሞይቱ ኣብ ኢድ ኣጋንንቲ ወዲቑ ኣታ ዓመፀኛ ሓጢኣት እንተ ገይሩ እዩ ደኣ እሞ ኣብ ኢድ ኣጋንንቲ ዝወድቕ ሓጢኣት እኮ ምስ ገበርካ እያ ነብስኻ ትመውት የሱስ ሲ ብመንፈስ ኣይመውትን ይብለካ ኣሎ ትሕሱለኻ ናቱ ሓጢኣት ኣይኮነን ተሰኪሙ ናተይ ናትካ ሓጢኣት ከም ዘይብሉ ቅድም ክነግረካ እቲ ሓሳዊ ኣታ መታለሊ ሰለስተ ጥቕሲ ክጠቅስ እየ ግዜ እንተ ረኺበ ምዕራፍ ሸሞንተ ሓጢኣት የብሉ ቁፅሪ ኣርባዓ ንኣርባዕተ ንስኻትኩም ሲ ካብቲ ኣቦኹም ዲያብሎስ ኢኹም እታ ግብሪ ኣቦኹም እትገብሩ ድማ ትደልዩ ኣለኹም ትምኒት ኣቦኹም ክትገብሩ ንሱ ካብ መጀመርታ ቀታል ነፍሲ እዩ ኣብኡ ሓቂ የለን ሓሳዊ ክሕሱ ድማ ካብ ርእሲ እዩ ዝሕሱ ቁፅሪ ኣርባዓን ሓሙሽተ ንኣይ ግን ሓቂ ስለ ተዛረብኩ ኣይተኣምኑን ኣርባዓን ሽዱሽተን ካባኻትኩም ብሓጢኣት ዝረትዓኒ መን ኣሎ ብሓጢኣት ዝረትዓኒ መን ኣሎ መን ኣሎ ብሓጢኣት ዝርተ ኣብ ትሽዓተ ቁፅሪ ዕስራን ትሽዓተን እንታይ ኢሉ ኣነ ንዕኡ ባህ ዘብሎ እገብር እዮ እሞ በይነይ ኣይሓድገንን ቁፅሪ ዕስራን ትሽዓተን እንታይ ኢሉ ኣነ ንዕኡ ባህ ዘብሎ እገብር እዮ እሞ ኣነ ንዕኡ ባህ ዘብሎ እገብር እዮ እሞ በይነይ ኣይሓድገንን ኢሉ ሸሞንተ ዕስራን ትሽዓተን ይቕረታ ድሓርከ ኣብ ቀ- ኣብ ቀዳማይ መልእኽቲ ዮሃንስ ቀዳማይ መልእኽቲ ዮሃንስ ስማዕ ስምዒ ቀዳማይ መልእኽቲ ዮሃንስ ይብል ኣለኹ ኣብኡ ሓጢኣት የለን ሓጢኣት ዝገብር ካብ ዲያብሎስ እዩ ሓጢኣት ዘይብሉ ሓጢኣት ዘይገበረ እንታይ ደኣ ገይሩ ኣብ ዝባኑ ሓጢኣተይ ተሰኪምዎ ኢሳይያስ ምዕራፍ ሓምሳን ሰለስተን ቁፅሪ ሽዱሽተ ኣብ ዝባኑ ይፅዒሞ ኣብ ስግኡ ኢሉ ካሎ ጴጥሮስ ቀዳማይ ጴጥሮስ ካልኣይ ምዕራፍ ኣብ ስግኡ ኣብ ዕንጨይቲ ፀሮ ኣብዚ ተሰኪሙ እታ እንስሳ እቲ ኣብ ብሉይ ኪዳን ነቲ ኣበሳ ዝገበረ ስብ ከተተዓርቆ ከላ እቲ ዝኣበሰ ሰብ ሓንቲ ኣበር ዘይብላ ገንሸል የምጽእ እሞ እቲ ካህን ከናዝዞ ከሎ ኢድካ ኣብዛ እንስሳ እዚኣ ግበራ ይብሉ ይዛረብ ይዛረብ እቲ ሓጢኣት ናብ ኣሓልፍ ንሳ ንጽህቲ ስለ ዝኾነት ተተዓርቆ ኣብ ልዕሊኣ እዩ ተሰኪማቶ ንሳ ኣይገበረቶን ንሳ ኣይገበረቶን ቀዳማይ ጴጥሮስ ይብለካ ኣሎ ካልኣይ ምዕራፍ እዚኣ ኣንቢበ ክውድእ እዚ ናይ ዕስራውያን በዓትን ንሓጢኣት መዊትናስ ንጽድቂ ምእንቲ ክንነብር ንሱ ባዕሉ ንሓጢኣትና ኣብ ስግኡ ኣብ ዕንጨይቲ ጸሮ ብቑስ